ዝለካ ኣለኩ ዝተረዲእካ ድዩ ዕድመይ ይከድለይ ኣነ ጓል እየ ተረዲእካ ድዩ። ሰላም ሰላም ንኣማን ዩቱብ ቻናል ተከታተልቲ ዝኮንኩም ሀመይ እኒኤኩም ዳሕና ድኩም ያው ንሕና ዳሕና ኢና እግዛብሄር ይመስገን እስኩም ኣብ ለለክሞ ሰላምኩም ብዝሕዝሕ ትርፍርፍ ክብለለይ ይምነ እና ለማዓንቲ ብፍልይ ዝበለ ቪድዮ እየ መፅአ እኒኤኩ ፋሚሊ እንታይ እዩ እዚ ቪድዮ ያው ትማሊ ኣማነይ ብጣዕሚ እዮ ኣናዲድንዋ ብጣዕሚ እዮ ኣናዲድኒ ነይሩ ቪድዮ ንሰርሒልና ከይድናስ ለይሓሰውክዎ እዩ ገይርኒ እሞ ሎማዓንቲ ሕነ ክፈዲ እየ መፅ ብቻ ለይሓሰዎ ሎማዓንቲ በቃ ኖርማል ካብ ልቡ እዩ ክናደድ ዝሮ ዝ ቪድዮ ካብ ኣነ ልነግረኩም ኣብዚ ቪድዮ ኣትኹም ምርኣይ ይሕሸኩም እሞ ፋሚሊ ላይክ ሼር ሳብስክራይብ ምግባርላ ኣይትረስዑ እዚ ቪድዮ ክሽካዕ ልውዳእ ኣለ ምሳና ፅንሑ ኢኹም ፋሚሊ ያው ፋሚሊ ከዚ መጽለ እዩ ኣብታ ተጽሐ ገለ ኢልኒ እሞ እስቲ ኣይ እንድዒ ብቻ ከይጸፍዐና ከይረጋግጸን እየ ልፈራሕ ኣለኹ ማለት ከቢድ እዩ እዚ ፕራንክስ ኣይ እ፣ ምንም እ፣ ማለት ብጣዕሚ እዩ ክኸብደዋ ለለ እሞ ቀልጢፉ ተናዳዲ እዩ እና ብቻ እንድዒ ፋሚሊ ኣዛ ክገብረን እዩ

ኣነ ጓል ክስንደይ ስእኒ ስላ ኢለ ትሕዝ ኣነ እንታይ ደለኪ ኣለኹ ንጹር ምኽንያት ክሲ ኢለኪ ኣለኹ ትቕልድ ኣለኺ ተኾይንኪ ንገርኒ
ታዩ ምቕልድ ቡዚ በቃ ኣነ ኮስ ታይዴለ ንፈላለ ብምንታይ ምክንያት ምክንያት ክስ ለምን ንገርኒ ሞ ተርዲክ ዲ ኣነ ንፈላለ ታዩ ለምን ኖ እዩ ንፈላለ ባስ ታዩ ለምን ኮይኑ ሃመልካ ዜሮ ንፈላለ ትልኒ በቃ ምን ንፈላለ በቃ ካሊ ወላ ሃፍታም ሪኤ እዩ

ትሕትና ለኒኦ ደስ በሃሊ ቆልዓ እዩ ልኣይ ኢሉ ኮን እዩ ኣተረዴካ ድዩ ልኣይ ኪኢሉስ ኖ ኖ ስምዕኒ ልኣይ ኪኢሉ ልደቁ ክዕቢ ልክእል ስለ ልኮነ ዝወድሱ ተሞችዩኒ እዩ በቃ ምስኡ ክኮን እየ ማለት ከማካ የፍቅሮ እዩ ተረዲእካ ድዩ ግን ልኮነ ሰብስ ቀስ ብቀስ ይፍቶ እዩ ተረዲእካ ንእሽቶ ነገሩ ተሞችዩኒ እዩ ቀስ ብቀስ ከፍቅሮ ይክእል እያ ማት ቅርሺ ተሃልዩስ ኩሉ ይመጽእዩ ተረዲእካ ድዩ ምሳኻ ፍቅሪ ብቻ ሒዘስ ታይ እዩሞ ለውጢ ግን የኮይነ
ይርደኒ ኣለዎ ታይ ሃሙት ለካ ዝብል እስኻ እኮ ኢኻ ኢልካ ግግም ትብለካ እምበይስ ሓንቲ ጓልስ ክኸድ ምሳኻ ይኹን ይተልካስ ታይ ትብል በቃ እሺ ትብላ

ኣነ ኣየናስሐኒ ኖኖ ኣነስ ኣየናስሐኒ እስኻ ትሮት ሃሊካ ተናገር ኣነ ኣየናስሐኒ እንታይ ኮይነ ፅቡቅ ናብራ ስለ ዝመረፅኩ ዲ ከናስሐኒ ምስ ሃፍታም ወዲ ብምንባረይ ዲ ከናስሐኒ ቅርሺ ተሃልዩ እንታይ እኒኦ ለናስሕ ነገር ማት ከምዚ ለካ ኣለኹ እዩ ፍቅሪ ለስ መፅእ ስለ ዝኽእል ውላደይ ወሊደ ምስኡ ላብ ዓድታት ላኸድኩ ደስ ዝበለኒ ነገርኩ እንታይ ኮይነ እየ ክናሳሕ ዝኑሮ ዚስ ኩሊ ምኑ የንቤቢ ታይ ሊያ ነናስ ኸልቢ ብቃ ኣነ ካብዚ ላብዚ ምንም ክለኪ ኣይ ኖ ኖ ማት ወይ ለስ ኻል ኾነ ለጀመርካዩ ነገር ኔካ ማለት እዩ ማተይ ናብ መን ክድኽ ተገልጥ ከም ተጎን ልኺ እወ ታይ ሊ መሲልካ መጀመርያ ርክስን ኢልካ ኔርካ ከዝስ ተኻንካ መጸጥ ኢልካ ዝሕል ኢልካዋ ዝኾነ ልጀመርካዩ ነገር ህልየካ ኣታ ወዳ ከንታይ ትእሞ እንታ ማት ገጽካ የርእካ ኣለኹስ መጀመርያ ከተምስል ኢኻ ደንጊጽካ ኔርካ ተረዲእካ ድዩ ከስ ኖርማል ኢኻ ኔኻ

ሃ ወስን ናይኻ መልሲ እየ እኮ ክሰምዕ መፅየ እምቢ ኣነ ወሲነ እየ እሺ እንታይ ኢኺ ወሲንኪ ስኽመ በቃ ኣነማ ክኸድ እየ ምስኡ በቃ ምስኡስ እሺ ሕፀት የለ ክብሎ እየ ክእት የለ እዩ ህይወት ቤተሰበይ ክቕይር እየ ህይወት ባዕለይ ክቕይር እየ ህይወት ደቂ ክቕይር እየ ጣዕሰኪ ክትገብር ለኻ ኣነ እዚ ማለት ምሳኻ ምንባር እኮ እዩ ታይ ድመሲልካ ኣማኑኤል ከዚ ሲ ሕስብ የብሎ እሞ ስሞይ ብምሉእ ፀዊዕኺ ንስኺ ከይትናገራ ከዚ ሓሶሙስ እዚ ኣይዲ እዚኣ ክትኮን ይኸኣልካስ

ምንም ክገብር ኣይክእልይ ላርኦኹ ሂወተይ ክሓልፍ ኣይደልይ ኣነ ላርኦኹ ኢደይ ክስእን ኣይደልይ ላርኦኹ ጽቡቕ ነገር ክሓልፈኒ ኣይደልይ በቃ ሞታሞ ክለኪ ማለት ኣነ ሃምዚ ሓሰኮይ ነረ ተርዲክ ዲ ብዙሕ የለቅድ ነራይ ብዓይነት ዓይነት ዝቅድ

ገለ እንተኸ ከብል ኾን ግንስ ገፀይ ፀሊመ ፀጉረይ ንዓርሱ ብለይ ምክንኻን ሓፂሩ ነሰይ ደቂቐ ገለ ምሳኻ ብምዃነይ እንታይ ትረብሐ ኣነ ሃ እስቲ እዚኣ በል ንባዕልኻስ መርምር እስቲ ውሽጥኻ ንነፂሲ እንታይ እየ ገይረላ እዚ ኩሉ ዓመታት እንታይ እየ ገይረላ ሓቃ እያ እንዶ ኪድ ብልየነይ ፃዕዳ የፅናሕከልካ ክንዲ ትሰደንስ ከምዚ ትብለኒ ድዩ
ቀልጥፍ ቀልጥፍ ወዲ እማ እስኻ ትብሎ ውሳነኻ ስማዕ ኣነ ክኸድ እየ ብጣዕሚ ይድወለን ንደገዛ ናት ነጊረየን እየ ባይዘወይ ልገዛስ ነጊረየን እየ ተረዲእካ ድዩ ሓዳር ክገብር እየ ገለገለ እየን እየ ተረዲእኪ ድዩ ኣዎ ቀልጥፋ ዋጋ ማለት ይዕቐካ የኾነዋ ናቲ ፍቅሪ ነይርኒ እዩ ተረዲእካ ድዩ መጀመራታ ተፍቂረካ ነይራ እያ ደሓር ግን ምን መገር ለዩልካ ምስ ኮነስ ማተብ ስራሕ ለፈጣን የኮንካይ ተረዲእካ ድዩ ለኣየ ክንክን ብዙሕ የኮንካይ ብቻ እንድዒ ፍቅረይስ ላደብዘዘ ከይድዋ ካብኡ እንደውም እዚ ኳስ ኣነ ኮይነ እየ ዝኩሉ ዓመታትስ ኣነ ኮይነ እየ እንደውም ክኢለካ እምበይ ተረዲእካ ድዩ

ኖ ኖ ካኦሊ ሃምዝለ ካለኩስ ተረዲእካ ድዩ ዕድመይ ይከድለ ኣነ ጓል እየ ተረዲእካ ድዩ። በቃ እሺ ሀዚ ታይ ክትልክ ካየ ርሓቅ ዶ ክትብል። በቃ ካባይ ይርሓቅ ብስሩ ምንም ነገር ከይትድውለለይ ፎቶ ጠፋፍኤ ተደለካ ግን ይተጥፈዮ ለጥፎ ገዛ ካባይ ይብለካ ኣለኩ ብቻ ምንም ነገር ላይ ከይትድውለለይ ብሎክ እትየ ስልክካ ደላሊተዮ ምንም የብለይ ናይካ ነገር ምሳካ ለጋኒ የብለይ።

ኣነስ ኢልካ ጫማ ክዳን ግዛዓይ ኢለኪ ተረዲኺ እንድኺ ቅርሺ የብልካይ ኣነ ምሳኻ ክኾን ኣይክእል እዪ ተይልክንስ ማለት ብቻ ከቢድ እዩ ኣይ ፋሚሊ ዝለውጋዕትኒ ማለት ብቻ እየ ተፀበኹ ኣነ ፋሚሊ እንድዒ ማለት ታይ ድዩስ በቃ ሃመይ እሞ ክገልጾ እንዳዓ ንኽድ ኢልኒ እያ ፋሚሊ ኣነ እዚኣ ምንም ክብል ኣይኽእል ንስኺ ባዕልኺ ክተዋግዕያ ያው ፋሚሊ ሕና ክፍደይ ገለገለ ኢልኩምኒ ነይርኩም እሞ ኣሳኺዐያ እያ ብቻ እንደውም ለየውዕኒ እኳስ ጎበዝ እዩ ማርያምን ዋዕዋዕክ ማለት እዩ። ማተይ እንድዒ ያው ስጥሕጥሕ ኣይተብለኒ እየ ፈሪሐ ነይረ ሃመይ ዶ ክትሓሰና ኣነ ዋቃዕ ዶ ኣይ እስማይ ተዋቃዒ ኣማኒ ግን ይፈላለ እዩ ኣብ ንዴት ኮይንካሲ
ሕማቕ እዩ ዋ ውሳነ ሕማቕ ኢኻ ትውስን ብቻ ፋሚሊ እንድዒ ኣነለ ሲኢለ ብለይቲ ፅቡየ እየ ክመፀኪ ብሌነይ ብእውነት ችግር የብልይ ከመይ ኢላ ትኺድ ዳሕና ናይ ኢሊ ገድድ ባይ ዘይ ርኢኻዮ ዶ ናይኻ ትማሊ ቅልል ዝበለ እዩ ማለት ኣናዲድኻኒ ኢኻ በርግጥ ግን ለለል ዝበለፀስ ከዚ በቃ ጠስሚ ልበይ ሰትየ እየ ተረዲእካ ዲ ሕነይ ችግር የብልይ ያ ፋሚሊ ትቕፅል እያ እዛ ነገር በቃ ትኸድ እያ ስሕኑ ክፈዲ ይለለ ኣነ ግን እይሰምዖ እዩ ኣብዙ ልገደደ እየ ክገብሮ ብለይ ተጸበኹ መጸ እኳ ፋሚሊ ችግር የብሉ እየ ኣነ ብኻሊ ቪድዮ ክመጸኩም እየ ያው ስኽና ዓል ክገር ሕዚ በቃ ሓረይስ በቃ ፋሚሊ ያው ሰብስክራይብ ይትረስዑ ትረስዑ ኣለኹም ይኹም መስለና ሰብስክራይብ ይትረስዑ ፋሚሊ ናብ ዓሰርተ ሽሕ ላቀረብና ኢና ያው በቃ ዳይ ቀጽሉ ኣይኹም ተኸታተሉና ይኹም ለለ ኣይንጠፍኦኩም ሓሪፍ ሓሪፍ ቪድዮታት ሒዝና ንመጽና ፋሚሊ ንስኹም ላ ኣተባውዕና ካብኡለ ኣይትጥፍኡ ኢኹም እንካ ቻው ያው በሎም። ፋሚልና ሎማዓንቲ ሃምዚ ቪድዮ ፕራንክ ትገብረኒ ጸቡኪ ነይራ ብቻ ግን ዘይተጸበክዎ ደመይ ጠጠው ኢልኒ ነይሩ ፋሚሊ ብቻ ሃዝላ ሃምዛት ለኩም ላብሊኒ ያው ዓሰርተ ሽሕ ምልዋ ፋሚሊ ያው ብካሊ ቪድዮ እስካብ ንመጸኩም ሰሰላምኩም ቻዋት ብዝሕዝሕ ፋሚሊ ይበለና ሓቐኒርና ኢኹም ቻት ግዴታኻ እንድሕር ትገብረለይ ግበረለይ ይብለካ ኣለኹ ተለይ ኮይኑለ ክይደለይ እሞ ምስለልዎም ክኾን